ሰላም ሰላም ክብራት ኣሕዋት ሰላም ዲኹም? ሰላም ናይ እግዚኣብሄር ንዓኹም ይኹነ ኩሉ ኩርንዓት ዓለም ደለኹም እንኳዕ ናብ ሜሪ ስቱድዮ ቻነል መጻኹም እንዳበልኩ ናይ ሎሚ መደብ ሒዘልኩም መጽያ ደለኹ ሓጻርን ኣገዳሲትን እየ እሳ ከዓ እንታይ እያ እዚ ከምዚ ንሪኦ ዘለና እዚ ቬጀተብል እዚ ኣበርጂንስ ወይም ድማ ኤግ ፕላንት ይበሃል ብእንግሊሽ ማለት እዩ ብትግርኛ ትራዝሌት ገይረ ብዝረከብክዎ መንበርያን ኢለ ኣምጺለይ ካሊእ ስም ብትግርኛ ትፈልጥዎ እንተሊኹም ኣብ ኮመንት ሰክሽን ጸሓፍልና ኩልና ንምሃር ማለት እዩ ኣነ ግን ናብ ትግርኛ ትራንስሌት ግበረለይ ኢለ ምስ ኣበልኮ ጎጉል መንበርያን ኢሉ ሂብኒ ኣሎ ከምዚ ንሪኦ ዘለና እዚ ተኽሊ እዚ ኣብ ዝኾነ ሾፕ በዓል ሊድል ተስኮ ዝኾነ ሱፐር ማርኬት ንሪኦ ኢና ማለት እዩ ጥቕሙ ከዓ ክነግረኩም ኣይክእልን እየ ብጣዕሚ ቪታሚንስ ዘለዎ ዓይነት ተኽሊ እዩ ብጣዕሚ ናይ በዓል ቪታሚን ከይ ቪታሚን ሲ ትሕዝቶ ዘለዎ ቨጀተብል እዩ ቅድሚ ሕጂ ስልሲ ከመይ ጌርና ካብዚ ተኽሊ እዚ ከም ንሰርሕ ሰሪሐ ነይረ ሕጂ ኸኣ ስናክ ከመይ ጌርና ካብዚ ኣበርጅን ዝበሃል ቨጀተብል ከመይ ጌርና ነዳሉ ትብል እየ ሒዘ መፅየ ዘለኹ ክሳብ መወዳእታ ምሳይ ክትፀንሑ ትሕትና ይሓተኩም ሓደ ሓደ ግዜ ደስ ይብለካ ከምዚ ቺፕስ ገለ ክስታይ ንገብሮ ማለት ስናክ ኢልና ነዳልዎ እዚ ከዓ ኣብ ኦቨን ዘድልየና ቅመማት ጌርና ክጥዕም መዓት እዩ ፈትንዋ ፈትናያ ይኽን ከም ትፈትዋ ካብ ዓልቲ ሙሉእ ተስፋ እየ ማለት እዩ ሕጂ ሓፂበ ከምዚ ስላይስ ገረ ይቆርፀ ኣለኹ ማለት እዩ እንተደሊና ብነዊሕ ክንቆርፀ ንኽእል ኢና ዓርቂ ቀቢልና ወይም ድማ ብከቢብ ማለት እዩ ዳስዋያ ብክልተ ዓይነት ክስታይ ዝገብሮ ዘለኹ ሕጂ ብነዊሕ ክንገብሮ ተደሊና ብነዊሕ ክንክርትፎ ንኽእል ኢና ብከቢብ ክኾነልና እንተደልና ከዓ ብከቢብ ማለት እዩ ከምዚ ገርና ምስ ቆረፅናዮ ኣብታ ትሪዋ ዘለኹም ናይ ባዴላ እዚ ፎይል ሲልቨር ፎይል ገርና ማለት እዩ ኩሉ ቀመማት ብላክ ፔፐር በርበረ ፀሊም እዚ ጨው ኩሉ ዘድልየና ተጠቂምና ንዓሰርተ ሓሙሽተ ደቂቕ ገለ ዝኸውን ከነፅንሖ ኢና ማለት እዩ ግድን ኣይኮን እንዳረኣና ዋላ ዓሰርተ ሓሙሽተ ቅድሚ ዓሰርተ ሓሙሽተ ደቂቕ ከምዚ ናብ ምንቃፅ ገፁ ተገይሩ ከነውፅኦ ንኽእል ኢና እንዳረኣና ከምዚያ ገርና ኣብ ኦቨን ክሳይ ንገብራ ዝበለፀትን ዝመቀረትን ስናክ ንባዕልና ንደቅና ነዳሉ ማለት እዩ ኣብዚ ሕጂ ዋላ እዚ ናይ ድኑሽ ክንውስኸሉ ንኽእል ኢና ማለት እዩ ኣነ ሎሚ ጃስ ናታ መደብ ሒዘ ስለ ዝመፃኸ እሳ ጥራይ ዝሰርሓ ዘለኹ እምበር ስናክ ከነዳሉ ከለና እዚ ድንሽ ከም ስላይስ ጌርና ክንጥቀም ንኽእል ካሊእ ዓይነት ከም በዓል ዝኩኒ ዋላ ክንጥቀመሉ ንኽእል ኢና ናይ ሎሚ ግን እዛ ኣበርጂንስ ትብል ቨጀተብልስ ንሳ ጥራይ ኣብ ኦቨን ከመይ ጌርና ስናክ ነዳልዋ ሒዘ መፅየ ከምዚያ ጌርና ከምዛ ትሪእዋ ዘለኹም ፅብቕትን ምቅርትን ዝኾነት ስናክያ ፈትንዋ ኢኹም ግዜ ኣይትወስድን ክትበልዓ ከለኻ ከዓ ብጣዕሚ እያ ጥዕምቲ ትሕዝቶ ዘለዋ ማለት እዩ ካለ ለኩሉ ያ እዚኣ ትመስል ናይ ሎም መደብ ክቡራት ተሕዋት ተፈቲኹማ ላይክ ሸር ሳብስክራይብ የተውሕድላ ኣብ ካሊእ መደብ ብካሊእ መደብ ክሳብ ዝመፀኩም ኣብ ዘዘለናይ ሰላምን ጥዕናን ይሃበልና ቴንክ ዩ ሶ ማች ባይ